ሰላማት ደቂ ዓበይቲ ከመይ ሓዲርኩም ከመይ ውዒልኩም ከመይ ምሽኹም ዓለም ምሉእ ዘለኹም ህዝብታት ትግራይ ህዝብታት ኤርትራ እዚኣ ኩሉ ግዜ ልምደይ ሰላምታ እያ መቀደም ትቅድም ንኩልኹም ማለት እዩ ዓለም ምሉእ ዘለካ ህዝብታት ሰላም ኢለ እቲ ቀፂሉ ዘሎ ፅምዶ ሰላም ኣብ መንጎ ህዝብታት ትግራይ፣ መንጎ ህዝብታት ኤርትራ ህዝቢ ክልተለኹ ኩሉ ዘማልእ እዩ። እቲ ሰራዊት ይኹን እቲ መንግስታዊ ይኹን እቲ ማሕበረሰብ ይኹን ኣብ ገጠር ኣብ ከተማ ዓለም ሙሉእ ዘሎ ትግራዋይን ኤርትራውን ለባም ዝኾነ ህዝቢ እዚ ሰላምታ እዚዩ ብናይ ሽዋውያን እናተሸወድና ሕድሕድና ምቅታልን ሕድሕድና ምጭፍጫፍን የብቅዕ ኢሎም ዝወሰንዎ መራሕትና እዙይ ተኸቲልና ንሕና ከዓ ደቆም መቃልስቶም ኮይና ኣብ ጎኖም ምስላፍ ጥራይ ዘይኮነስ ኮነ ኢልና ብጭብጢ ዝሓዝናዮ ሰላማዊ ፅምዶ ምስ ወገናትና ኤርትራውያን ኣሕዋትና ከምዚ ኢለ ኣነ ብምግላፀይ ሓድሓደ ተጋሩ ናብ ስምዒት ተኣትዉ ትኹርዩ ትፅሕፍዎ ብውሽጢ ናባይ ትቋጨጭዎ ይርደኒ እዩ ኣይ ኣንደርስታንድ እዎ ትማሊ ምጭፍጫፍ እዩ ነይሩ ኤርትራ ዝሰዓት እዚ ግን ንትግራይ እትገብሮ ዘላ ድጋፍ እትሰርሖ ዘላ ስራሕቲ ግዜ ሃውና ንእሽተይ ተፀቦ ኢና ኣብ ግዚኡ ክነውፅኦ ኢና ምክንያቱ ቁፅሪ ሓደ ኣብ ሸዋ ዘሎ ፀላኢ መጀመርታ ስርዓት ብልፅግና ክእለ ስለ ዘለዎ እዩ ስርዓት ብልፅግና መእለይኡ ግን ኣብዚዩ ወገናትና ኤርትራውያን እንታይ ዓይነት ኣስተዋጽኦ እናገበሩልና ከም ዘለዉ ዝገብሩልና ከም ዝኽእሉ ከኣ ንቐጻሊ እውን ክትርእይዎ ኢኹም ክትሕጎሱ ኢኹም ኣንቱም ሓድሓደ ብድንጋጼ ብሓድሓደ ነገር እውን በቃ ንኢሳያስ ኣይንኣምኖን ንሻዕብያ ኣይንኣምንን ኤርትራውያን ኣይእመኑን ትብሉ ደሓን ግዲ የብልኩምን ኣሚንናዮ ጥራይ ዘይኮነሲ ንዘለኣለም ንሕና ተጋሩ ኤርትራውያንን ኣብ ምቅታል ምጭፍጫፍ ኣብ ብድዐ ኣብ ካሊእ ዘይኮነስ ኣብ ሰላማዊ ዘላቂ ዝኾነ ሰላም ህዝብታት ትግራይን ኤርትራን ሰናይ ሰላም ገይሮም ኣብ ዓዶም ጎረባብቲ ኮይና ሃገረ ትግራይን ሃገረ ኤርትራን ጎረቤት ኮይነን ሓፁር ዘይብሉ ቦርደር ከም ድልየቱ ትግራዋይ ንኤርትራ ዝኣትወሉ ከም ድልየቱ ኤርትራዊ ንትግራይ ዝኣትወሉ ከም ድልየቱ ትግራይ መፅኡ ዝሽቅጠሉ ዝመሃረሉ ከም ድልየትና ኤርትራ ከይድና ንሽቅጠሉ ንመሃረሉ ወገናት ኮይና ንነብረሉ ሰናይ ዝኾነ ሰላም ኢና መስሪትና ጥራይ ዘይኮነስ ኣብ ተግባር ነርእዮ ዘለና ኣብዚ ከዓ ነይ እቲ ዝሓለፈ ጨካን ዝኾነ ኩናት ሕድሕድ ካብ ምቅታል ዝነበረ ይርደአና እዩ ናይ ትግራይ ዝነበረ ጀነሳይድ ይርደአና እዩ ዘይተረደአና ኣይኮነን ንሕና ተጋሩ ኢና ኣብቲ ባይታ እነየውና እዮም ስድራ ህይወቶም ዝሰኣኑ እንተይቀረየ ማለት እዩ ስለዚ እዚ ግን ንሕና እቲ ናይ ብልፅግና ልኡኽ ኮይኑ ንትግራይ ከፍርስ እናሰርሐ ዝመፀ ናይ ፅምዶ ንምፍራስ ናይ ሰራዊትና ሚስጥራት ንፀላኢ ሒፍካ ምሃብ ኣውዚኡ ተዋፊሮም ዝሰርሑ ዝነበሩ ትግራይ ትፀረ ኣላ ሰበር ዜና ኢለ ለጢፈልኩም ኣለኹ ኣነ እወ ሰበር ዜና ኢለዮ ሰበር ዜና ናይ እንታይ ናይቶም ሕቆይና ክሰውሩና ሓድነትና ክሽርሸር ዓቕምና ክፈርስ ክብተን ልኡኻት ናይ ብልፅግና ኮይኖም ናይ ዕስራ ሚልዮን ዶላር ናይ ዕስራ ሚልዮን ብር ፎቅ ስለ ዘለቶም ኣብ ኣዲስ ኣበባ ኣብ ቤንሻንጉል ወዘተ ንዚ ንውልቀ ረብሓታት ኢሎም ሓድነትና ምስጢርና ዝሸጡ ንፀላእቲ ሒዚ ፋ ቀትሪ እንዳሃለወት ፀሓይ ዓሪባቶም ድሙ ዝረኣየት ኣንጭዋ መሲሎም ይርከቡ ኣለዉ። ኣነ ኣቐድም ኣቢለ ተቓለስክዎ ቃልሲ ነይሩ ኣቐድም ኣቢለ ፍልይ ዝበለ ቃልሲ ዝተቓለስክዎ እናተቓለስክዎ ዝመፃኹ ናይ ኮነሬል ተወልደ ዕንበብ እያ ኮነሬል ተወልደ ዕንበብ ናይ ስለያ መሓውር ሰንትራል እንተለጅን ማለት ሕሰውሉ እሞ ሰንትራል እንተለጅን ሰንትራል እንተለጅን ማለት ናይ ስለያ መሓውርካ ናይ ሃገርካ ሙሉእ ብሙሉእ ተቋጻጺሩ ናይ ውሽጥን ናይ ደገን ጸላእትኻ እንታይ ይሰርሑ ኣለዉ ሃገርካ ህዝብካ ኣብ ሓደጋ ከይትኣቱ ስለያ እናሰለየ ኣዋፊሩ ዝሰርሕ እቲ ዘዋፍሮ ሓይልን ንባዕሉን ሚስጥር ከየውጽእ ልዕሊ ህይወቱ ልዕሊ ውልቀ ረብሓታቱ ንዓዱን ንህዝቡን ዘቕድም ሓላፍነት ዝወሃበካ እዩ። እዚ ዓብዪ ሓላፍነት እዩ። ተረድኡኒ ኣሕዋተይ። ተተጋግየ እውን ደሓን ኣርሙኒ፣ ግዲ የብልኩምን ግዲ የብልኩምን። ዒም ዝበለ ይተሓጎም ኢለ ዘለኹ ንምንታይ ይመስለኩም? ተወልደ ዕንብብ ኣብ ግዚኡ ተቃሊሱ እዩ ንትግራይ ተቃሊሱ እዩ እዚ ኣይከሓድን ጻድቃን እውን ተቃሊሱ እዩ ጌታቸው እውን ገወዝ ዝኾነ ፖለቲካ ፍጥነት እናገበረ ንብልፅግና ይድህቆ ነይሩ ኣብቲ ኩናት እንዳሃለና ሕድሕዶም ኣብታ ግዚኦም ተጋዲሎም ተቃሊሶም ኣስተዋፅኦ ገይሮም እዮም ንትግራይ እኮ ትዝገርመኒ ግን ትዝገርመኒ ሓድሓደ ውልቀሰባት ንውልቀሰባት ክተንግሱ ትቃለስዎ ቃልሲ ናይ መጨረሻ መሕፈሪ ምዃኑ ግን ኣነ ዝፍርጀኩም ኣነ ዝፈርደኩም ከይመስለኩም ህዝቢ ትግራይ ባዕሉ እዩ ሰራዊት ትግራይ ባዕሉ እዩ ዝዕዘበኩም መዓት ፈለወራት ሒዝኩም ንዓድኹም እናተቃለስኩም ፀኒሕኩም ኣብ መጨረሽኡ ግን ፋሕ ተብልዎ ንውልቀ ሰባት ክተንግሱ ምንቅስቃሳት ተኸዱ ዘለኹም ኣብ ሓደ ሓደ ማሕበረ ሚድያ ንኣብነት ኣብ ቲክታክ ኣብዚ ቀረባ ግዜ ንተወልደ ዕንብብ ታርጌት ጌርካዮ ኣለኻ እ ወዲ ሽረ ስለ ዝኾነ እዩ ኢልኩም ሓደ ሓደ ኣሕዋተይ ኣሓተይ ቃል ብቃል ዝወቀስኩምኒ ኣብ ኣነ ባዕለይ መድረኽ ዝኸፈትክዎ ናይ ቲክታክ ዲስከሽናት ሚድያ መጽ ዝመዓድ ማዕዳታት ምዒድኩምኒ ሰሚዐኩም ተረዲኦኩም እቲ ናይ ባዕሎም ሶሪ ደጋጊሞም ስልክ ስለ ዝድውለይ ዘቋርፀም ዘሎ ምስ ይቕረይታ ብዙሕ ነገር ርኢና ተዓዚብና ኢና ግን ሓደ ነገር ኣሎ ሓቂ ኣነ ምኪ ትግራይ ኣብ ኢትዮጵያ ትካላት ተኺለ ንክህፍትም ንመጻኢ ህወሓት ንኣይ ስልጣን ክትህበኒ ወይ ድማ ኣነ ዝኣምኖ ዝድግፎ ኣካል ስልጣን ክሕዝሞ ጽባሕ ንግሆ ጉያ ኢለ ኸይደ ዝኾነት ቢሮ ክትወሃበኒ ኣይኮነን ዝቃለስ ናተይ ቃልሲ ግንባረይ ሂበ ናተቃለስኩ ዝመጻኹ ንህዝበይ ንዓደይ እዩ እወ ውድበይ ደጊፈ መንግስተይ ደጊፈ ናይ ውሽጥና ምሽጥር ኣሕሊፎም ዝህቡ ንጸላእቲ ዋጋ ከኽፍሉና እዮም ኢለ ንመራሕተይ እውን ወቂሰ እየ ባይዘወይ ሕዚ እውን ይወቅስ ኣብ ጌጋ ዝርእየሉ ይወቅስ እዚ ከዓን ክጥንክሩ ምንታይ እየ ስጉምቲ ክውሰድ ምንታይ እዩ ተወልደ ዕንበብ ዋጋ እዩ ኣኽፊሉና፣ ዋጋ እዩ ኣኽፊልዋ ንትግራይ። ናይ ተወልደ ዕንበብ ወንጀል ብሕጊ ክንርኤ ኢና ሒዚ ንሓትት። ተወልደ ዕንበብ ተላዒሉ ኣሎ ካብ ስልጣኑ ተኣጊዱ ጸኒሑ ተኣጊዱ ዝብል ዘረባሲ ሒዘ ኣይኮነን ተኣጊዱ፣ ትማሊ ኣይኮነን ተኣጊዱ፣ ኣብ ሰሙን እዚ ኣይኮነን ተኣጊዱ። ከምዚ ተኣገደ እኮ ደጋጊመ ጥሪ ትግራይ ከይደ ነይረ ቅድሚ ትግራይ ምኻደይን ትግራይ በፂሐ ምስ መፃኹን ደጋጊመ ዳርጋ ናብ ሓደ ዓመት ገለ ይኸውን እኮ ናይ ተወልደ ዕንብብ መሪሕነት ትግራይ እናፈለጠ እናሃለወ እስካብ ሒዚ ምጉታትና ኣነ ይሓዝን ብጣዕሚ ይሓዝን ብጣዕሚ እየ ዝሓዝን ግዜ ብምውሳድና ኣብ ልዕሊ ዓመት ኣትሒዝና ኣትሒዘ እቶም ሓድሓደ ኣሕዋትና እቲ ሓበሬታ ሒዞም እቲ ኢንፎርሜሽን ሒዞም ደቢቖሞ ሱቕ ዝበሉ ማሕበረ ሚድያ ናወፁ እኒ ጌታቸው እኒ ፃድቃን እኮ ኣነ ጌታቸው ወይ ፃድቃን እኮ ናተይ ረብሓ ናይ ውልቀይ ረብሓ እኮ ዝወሰድለይ ጉዳይ እኮ የብለይን እየ ከም ውልቀ ከም ሚኪ ትግራይ ከም ሓደ ተቃላሳይ ብውልቀ ንኣይ ዝበደሉን በደል እኮ የለን ንህዝበይ ንዓደይን ክሒዶም በዲሎም እየ እምበር ጌታቸው እኮ ሳነታይዘር ተባሂሉ ክፅዋዕ እንከሎ ሳነታይዘር ኢለ ተቐበልኩ ካብቶም ተቐበሉ ሓደ ኣነ እኮ እየ ኣብ መጨረሽ ግን ክሕደት ጥልመት ምስ ተጀመረት ቃልሲ ተጀሚራ ኣብ ማሕበረ ሚድያ ዝኔኹም ተቓለስቲ ኢና ትብሉ ግን ናይ ተወልደ ዕንብብ ደጋጊምና ደጋጊመ ዝኹሉ ናተጨፍለቕኩ ናተፀረፍኩ ኣብ መቐለ ከይደ ሰለስተ ሰባት እዩ ናይ ስለያ መሓውር ንሱ ዘዋፍሮም ተኻታተልዎ ንሚኪ ኢሉ ኣዋፊሩለይ ነይሩ ክነግረኩም ሰለስተ ሰባት ተወልደ ዕንብብ እየ ዝብለኩም ዘሎ ሰለስተ ሰባት ንኣይ ኣበየበይ ሆቴል የዕርፍ ነይረ ኣበየበይ ምስ ቤተሰብ ይንቀሳቐስ ነይረ ምስ መን እንታይ ይሰርሕ ነይረ ትግራይ ሲ ኣዋፊሩለይ እዩ ነይሩ ንኣይ ካል ይትረፍ ደርሆ ፃሕጢራ ትረኽቦ ዓቕሚ እዩ ናይ ተወልደ ዕንብብ ሓድሓደ ግዜ ዓቕምኻ ምፍላጥ እውን ፅቡቕ እዩ ሕዚ እኔዉ በቃ ዓበድበድ ዝብሉ ፈቆዶ ቲክታክ ፈቆዶ ዩቱብ ፈቆዶ ፌስቡክ ይዓብዱ በቃ ዓበድበድ በቃ እሱ ኢልካ ብስሩሲ በቃ ተወልደ ዕምብብስ ከይትንከፎም ከምዚ በቃ ተወልደ እንታይ መ ክብለኩም ተወልደ ዕምብብ እንድሕር ናይ ስለያ ሰንትራል ኢንተለጅን ናይ ትግራይ ስለያ መሓውር እንድሕር ዘይመሪሕዋ ንሱሲ ካሊእ ጅግና ትግራይ የለን ካሊእ ናይ ስለያ መሓውር ዓቅሚ ዘለዎ የለን ኣደ ትግራይስ ሓደ እያ ወሊዳ በቃ ሓደ ጅግና እሞ ከዓስ ሚስጥርካ ክነግረኩም እስቲ ናይ ተወልደ ዕንብብ ጉድ ስግረዶብ ኣብ ስግረዶብ ኢዱ ዘርጊሑ ፐርሰንቴጅ ዝቕበል ነበረ ካብ ኤርትራውያን ዶላር ኮ እዩ እዚ ክሒስ ተኣንግትሉ ኣብ ሰብ ምዝዋር ኣብ ጭውያታት ኣብ ሕንግታት ኣብ ሰባት ተቐተሉ እዚያት ሰንትራል ኢንተለጅን ኮንካ እዚ ኩሉ ኢንፎርሜሽን ምፍላጥ ጥራይ ዘይኮነስ ንስኻ ንገንዘብ ክትብል ክንደይ ጉድ ኣብ ኢድካ ዘሎ መሳርያታት ዘይሕጋዊ ዘይተጋድሉ ተጋዲሎም እናተባሃለ ዘዋፈሮም ሓይልታት ፈርሙሎም ሃዎም ሽጉጥ ሃዎም ከላሽ እናበለ ዝሰርሖ ዝነበረ ኣነ ደጋጊመ እናተዛረኩሉ መፅ ኮነ መጠንቀቕታ እውን ይሰደለይ ነይሩ ብውሽጢ ብተዘዋዋሪ ኣብ ትግራይ እንዳሃለኹ ዓቕሚ ከም ዘይብሉ ፍሉጥ እዩ ምክንያቱ ኣነ እውን እኮ ስድራ ኣለውኒ እንድሕር ብከምኡ መፂእና ትግራይ ግን ኩሉ ትግራዋይ ኩሉ ተጋዳላይ ንኣይ ማዕረ እዩ ዝብፅሐኒ ባይዘወይ ዝገርመኩም ኣንቱም ኣንቱም ፀበብቲ ኣተሓሳስባ ቁሸታውያን ዝኾንኩም መሕፈርቲ ኢኹም ትግራይ ንኢሳትና እንተበልናስ ኣነስ ተዓድሲ ባዕልኹም ፈትፊትኩም በሊዕኹም ዝዓበይኹምላ እያ ኣነ እኮ ይኮንኩን ዓብየላ ኣነ እኮ ይኮን ተማሂረላ ኣደጥውኩም ተመሊስኩም ትነኽሱ ግን ናይ መጨረሻ ተሕዝኑ ሰባት ኣብ ውልቀ ሰባት ተመርኲስኩም ውልቀ ሰባት ክተንግሱ ንኻልኦት ግን ደስ ዘይብልኹም ክትጭፍጭፉ ትውዕሉ ከዓ ንሪኦኩም ኢና ኩሉ ግዜ ንኽተሎ ኢና ኣብ ኩሉ ማሕበረ ሚድያ ግዲ የለን ንሱ ግን ተወልደ ዕንብብ ተኣጊዱ ዘይኮነስ ተላዒሉ ኣሎ ካብዚ እገድ ናብ ሓደ ዓመት ተፀጊዑ ኣሎ ባይዘወይ ትፈልጥዎ ዘለኩም ካብዚ እገድ ናብ ሓደ ዓመት ተፀጊዑ ኣሎ ትሽዓተ ወርሒ ናብ ዓሰርተ ወርሒ ኣከባብታት እዩ ኣኒወይ መዓልቲ ዳኩመንት ኣለና ግደፉና ይኣኺ ተዛሪብናሉ ኢና ግን ሓንቲ ነገር እንታይ ኣላ ይመስለኩም ትግራይ ስሩዕ መንግስትና ዘይ- ብዘይምህላው እኒ ተወልደ ዕንብብ እኒ ወዲ ወረደ እኒ ጌታቸው ካልኦት ካልኦት እውን ንትግራይ ሸርሺሮም ሸርሺሮም ዘከብልዋ ዝኸድዎ ርሕቐት ዋጋ ከፊልናሉ ኢና ነገር ግን ኣይተስዓርናን ኣይተስዓርናን ዝዓበየ ስልጣን ሓዝ ዝዓበየ ኣፍ ይሃልኻ መጨረሽኡ ካብ ህዝብኻ እንድሕር ዕላማኻ እንድሕር ሸተት ኢልካ ትቓልሲ ረኢኹም እንታይ ይመስልኩም ህዝባዊ ክበሃል እንከሎ ተቓልስና እቲ ቃልሲስ ናይ ህዝቢ ናይ ኩሉ ህዝቢ ትግራይ ስለ ዝኾነ እዩ። ሓደ ሰብ ውፅእ ኢሉ ኣነ እኮ በቃ ሓፍተይ ሓወየ ስዊኤ እየ ደቂ ሓፍተይ ደቂ ሓወየ ስዊኤ ኣንታ ኩልና ሰዊእና ኢና ኩልና ኣብቲ ናይ ዓሰርተ ሸውዓተ ዓመት ኣሕዋትና ተሰዊኦም እዮም ኣብቲ ናይ ሕዚ ደቂ ሓውና ደቂ ሓፍትና ጎረባብትና ተጋሩ እቲ ከጋሩ ከም ተጋሩ ካብ ጫፍ ራያ እስካብ ጫፍ ሑመራ ተሰዊኦም እዚኦም ኩሎም ናትና እኮ እዮም ተጋሩ እኮ እዮም ኣሕዋትና እዮም ታደም እንተኾይና ተሓውነት ትብልዋ ትፍክሩላ ሓድሓዲኹም ግን ግድ የብልኩም ነይኹም እቶም ዋጋ ዝኸፈሉ እቶም ተሰውእ ሲ ንኹል ናይ ኩልና ኣሕዋት እዮም ተን ዋዕሮታትና ናይ ኩልና ጀጋኑ እየን ግን ለይላን ጉለይላን እናውፃኻ ጉዳይ ናይ ተወልደ ዕንበብ ብጣዕሚ ብጣዕሚ እዙይ ዝኣክል ግዜ ክወስድ ዘይግብኦ ዝነበረ ኣነ ሓድሓደ ግዜ ምረ ቢል እናወፃኹ ዝዛረቦ ዝነበርኩ ግን እቲ ዝነበረ ጉድ እዩ እቲ ምስጢራት ሕሰብሉ እሞ ተወልዐን ብምስኢ ኣነ ደጋጊመ ቅድሚ ሕዚ ነጊረኩም እየ ሕፅረ ቢለ ከስታውሰኩም ሕጽረ ቢለ ከስታውሰኩም መጀመርታ ናብ ኣሜሪካ መጺኡ ምስ ኣሜሪካ ሲኣይኤ ርኽክብ እዩ ገይሩ ናይ ትግራይ ኢንፎርሜሽን ንሲኣይኤ እናሓለፈ ዝሃበ ምስጢርና ኣሕሊፉ ዝሃበና ኢለ ተዛሪበኩም እየ ቅድሚ ሕዚ ሓድሽ ነገር ኣይኮነን እዚዩ ንገልገሌኹም ዘይሰማዕኹምኒ ግን ሪፍረሽ ይኹንኩም እዚዩ ሓደ በሉ ካልኣይ ስታልን እውን ከውፅኦ እዩ ዝኸውን ኢለ ተስፋ ይገብር ምክንያቱ መብዛሕቱ እቲ ዳኪመንት ስታልን እውን ኣለዎ እዩ ፈልጥ እየ ኣነ ነግረኩም ስታልን ግን ብትዕግስቲ ርግእ ኢሉ እዩ ዝሰርሖ ስራሕቲ ኣነ ግን ብኢዋን ብኢዋን እየ ዘውፅኦ እቲ ጉዳይ እዚዩ በቃ ቃልስና ፍሉይ ዝገብሮ ማለት እዩ ኣብ ኣሜሪካ መፅኡ ኮነሪየል ተወልዐ ናይ ስለያ ላፕታፕ ንመን ኤምባሲ ክኣምንዎ ምእንታ ከም ዘረከቦም ምስጢር ናይ ስለያ መሓውር ትግራይ ዝሓዘ ላፕታፕ ክትኣምኑኒ ምእንታ ኢሉ ኣብ ኣሜሪካ መፅኡ ንናይ መን ኤምባሲ ከም ዘረከበ ከም ዝሃበ እምነት ከም ዘሕደረ ኣብ ኣሜሪካ መፅኡስ ናይ ኣሜሪካ ሲኣይኤ ጥራይ ተራኺቡ ኮይኑ ይመስለኩም? ረኢኹም ብልፅግና ዘየዋፈሮ ቅርሺ የለን፣ ዘይከዶ ከይዲ የለን። ትግራይ ንምፍራስ ብመሳርያ ብዕጥቂ ብኩሉ ሓይሊ ክንፈርስ ክንሰዓር ስለ ዘይከኣልና ብቶም እንኮ ዝኾኑ ትካላትና ብውድብና ህወሓት እኒ ጌታቸው ሒዙ እኒ ወዲ ወረደ ሒዙ እኒ ድሓን ተንኳለ ይትረፉና ድሓን ምክንያቱ ናብ ካሊእ ክወስደና እዩ። ኣብ ኣክሱም ከይዶም እቲ ውሳኔ ክውሰን ተሎ ናይ ህወሓት ተስታውሱ ዶ ሰላሳን ትሽዓተን መንግስትና ይመለስ ኢሎም ክውስኑ ከለው እቶም መንግስቲ ክምለስ የብሉን ኢሎም ኣቕዋም ዘይኮነስ ዕላማ መንግስቲ ከይምለስ ተቓለሱ መንግስትና ከይምለስ ናብ ቦትኡስ ማእኸላይ ኮሚቴ ህወሓት ኮይኖም ተቓለሱ እቲ ድኽመት ናይ ህወሓት እዚኣቶም ንባዕሎም ፀርዮም ኣብ ቀይዲ ከይኣትዉ ገምጊማ ስልጣኖም ኣትሕት ኣቢላ ገለ ኢላ ገለ ኢላ ተቐጽሎም ኣላ። ስለዚ ኣብ ቀጻሊ ዝመጽእ ጉባኤ ናይቲ ውድብ ህወሓት ከዓ እዞም ሰባት እዚኣቶም እቲ ካድር ህወሓት እቲ ዝመርፅ ህወሓት ልዕሊ ሓደ ሽሕን ሰላሳን ክልተን ድዩ ገለ ትብልዎ ወይ ሽሕን ሸሞንተ ሚእትን ዝብልዎ ላዕላዋይ ካድርታት እዚኡ ንስኻትኩም ፀሪኹም ገምገም ገምጊምኩም ዕስራ ዓመት የግልግል ሓደ ሰላሳ ዓመት የግልግል ሓደ ኣብታ ናይ ሒዚ ዕላማ ኣብታ ናይ ሒዚ ከይዲ ግን ንውድብ ዝኸሓደ ንትግራይ ክትፈርስ ዝተሰለፈ ምስ ፀላኢ እዩ። ንሕና ህዝባዊ ወያነ ሓርነት ትግራይ እምበር ህዝባዊ ወያነ ሓርነት ኢትዮጵያ ዝሓዘ ዕላማ ኣብ ውድብ ህወሓት ማእኸላይ ኮሚቴ ኮይኑ ከግልግል ግደፍዎ ኣባል ኮይኑ ከግልግል እውን ግቡእ ኣይኮነን እየ ዝብለኩም ኣነ። ህዝባዊ ወያነ ሓርነት ትግራይ ሓርነት ትግራይ ሓራ ንትግራይ ዝሓስብ መራሒ ኢና ንደሊ። ህዝባዊ ወያነ ሓርነት ኢትዮጵያ ኣይኮንና ንደሊ። ህዝባዊ ወያነ ሓርነት ኢትዮጵያ ዕላማማ ርኢናዮ እኮ። ኢህኣደግ ኢሉ ተመስሪቱ መጨረሽኡ በሊዓትና እኮ ኢትዮጵያ። ምስዛ ዝብኢ ዝኾነት ዝበልዐትና ሃገር ተሰለፍኩም እኒ ተወልደ ዕንብብ ምስጢር ናይ ትግራይ ኣሕሊፍኩም ንሃብኩም። ንዙይ ደጊፍኩም ዝዓፈርኩም ዝዓበድኩም ተጋሩ ግን ብጣዕሚ ብጣዕሚ እዩ ኣነ ሓፊረልኩም ሓፊረልኩም ብጣዕሚ ዘኽብረኩም ዝነበርኩ ብጣዕሚ ዓብዪ ክብሪ ዝነበረኒ ውልቀ ሰባት ተተንኪፎም ኢልኩም ዘጉራዕኩም ዒም ዒም ዝበልኩም ዝገርም እዩ። ተወልደ ዕንበ ጸሊኦ እየ ከይመስለኩም እንታይ ገይሩኒ እንታይ በዲሉኒ ንኣይ ንዓደይ በዲሉ ንህዝበይ በዲሉ ክሒዱ ኣያታትና መልሓሰም ቆሪጾም ምስጢር ከየውፅኡ መልሓስካ ከመይ ዝቑረፀትም ሰባት ኣነሲ መልሓሰይ ብኢደይ ክስሕቦ እውን ኣይክእልን ባይዘወይ ተኣምር እኮ እዩ ተኣምር ዝሰርሑ እንዳሃለውና ኤክስትሮድኖሪ ዝኾኑ ኤግዛምፕለሪ ዝኾኑ መራሕቲ ኣብ ርእሲ መሬት እውን ኣለውና እኮ ሒዚ ሓደ ሓደ ኣነ እታ ትግራይ ወዮ ብደንብ እንድየ ሒዚ እውን ዝመሃራ ዘለኹ ሒዚስ ኣብቲ ናይ ኩናት ግዜ ሲ በቃ ንሕና ኢና ምስ መራሕቲ ንራኸብ ንሕና ኢና ከምዚ እናበሉ ዝዛረቡ ሰባት ይሰምዕ ነይረ ማለት እዩ ኣነ ከዓ በቃ ዋይ ኣታ ትግራይስ በቃ ኣብ ደገ ዝኔ እውን ለባማት ኣብ ትግራይ ዓብዮም ምስ መራሕትና ርክክብ እናገበሩ በቃ ለካስ ንባዕሎም ከዕብዩስ ይነ- ስቕ ኢሎም ይንፍሑ በቃ ይንፍሑ ከምዚ ነፋሒቶ ዲኹም ትብልዎ በቃ ስቕ ኢሎም ለቖታ ከም ለቖታ ይንፍሑ ስቕ ኢሎም ዋ ኣብ ሰላማዊ ሰልፊ ንወፅእ እሞ በቃ ኣነ ምስ እከለ ይራኸብ ኣነ ምስ እከለ ይራኸብ ይብሉኻ ዋው ኣታ ፅቡቕ እዩ ባዚ በቃ እንድሕረ ትራኸ ኮይንኩም በሉ እዚ እዚ ኢልኩም ንገርዎም ዳሕራይ ኣነ ዓዲ ምኻድ ምስ ጀመርኩ ምስቶም መሪሕነት እውን እ፣ ብኣካል ይኹን ብስልኪ ምንጋር ምስ ጀመርኩ ምቅ- ሓድሓደ ኣለኩም ኣይኮነን ዋይ ከምዚ ድዩ ነይሩ ኣነስ እንድዒ በቃ ሰብ ትሰምዑ ምሳና ትረዳድኡ ብስሩ ንዓና ክብሪ ዘለኩም ምዃንኩም እውን ኣይፈልጥን ነረ ዘኢለ ነገርኩም መራሕቲ ኣለዉ ክቡራት ዝኾኑ በቃ ግን ኣነ ደስ ዝበለኒ መራሕቲ ትግራይ ሓቂ ንምዝራብ ብጣዕሚ ትዕግስተኛታት እዮም ሓቂ ንምዝራብ ብጣዕሚ ትዕግስተኛታት እዮም ገልገሊኦም ናይ ወታደር መራሕቲ በተለይ እንታይ ኢሎምኒ ይመስለኩም ምስ ኢትዮጵያ ምቕፃልና ተጋጊና ምዃንና ኣብ ማሕበረ ሚድያ ትውንዝዕዎ ይርደእና እዩ ንኽተለኩም ኢና ግን እዚዩ እንድሕር ኢትዮጵያ ክትገብር ኮይና ንትግራይ እንኳዕ ንሕና እንዳሃለና ኮነ እንኳዕ ንሕና ርእሲ መሬት እንዳሃለና ደቅናን እስኻትኩም ዓቕሚ ኣለኩም እቲ ናትና ዓቕሚ ናይ ወታደራዊ ዓቕሚ ከዓን ብደንብ ጌርና ናባኻትኩም ክነሸጋግሮ እንኳዕ ኮነ ኢሎም ብልቢ እንደገና ዝነገሩና ኣለዉ ስለዚ ኣነ ሒዚ እንታይ ክብለኩም ደልየ ተወልደ ዕንበብ ተወልደ ዕንበብ ኣይተንክፉና ኢልኩምስ ምስ መቃልስትኹም ትበኣሱ ዓቕሞም ኣይትፈልጡ ሰብኡት መስልኩም ትፃረፉ ምፅራፍ እኮ ጅግንነት ኣይኮነን። መቃልስተይ ዝበልካዮ መባልዕተይ ዝበልካዮ ንትግራይ ሓቢርና ክንዕወት ኢና ዝበልካዮ ግምጥል ኢሉ ከዓንስ ወይ ምስ ብልፅግና ትረኽቦ ወይ እቲ ብሓደ ተቃለስካዮ ናብ ዜሮ ይራብሖ ከምዚ ዝገብሩ ሰባት እኔውና እዮም ኣነ ሓቀይ ኣብቲ ቲክታክ ብጣዕሚ ይነጥፍ እንድየ ማሕበረ ሚድያ ኩሉ እቲ ሚድያት እውን ዳርጋ ሪኢናዮ በጺሕናዮ ሽዱሽተ ዓመት ምሉእሲ ኣብ ተፈላለየ ማሕበራዊ ሚድያታት ብቲ ዘለኒ ዓቕመይ ንዓደይ ንትግራይስ ኣስተዋጽኦ ገይረ ኢለየ ዝኣምን ሕጂ እውን ገጸይ ቀሊዐ ብዕላዊ ዝቃለሶ ቃልሲ ኣየሕፍረንን የኹርዐኒ እምበር ሶ ሕጂ ተወልደ ዕንብብ ካብ ሰንትራል እንተለጅን ምብራሩ ባህረር እናበልኩም ድቃስ ስኢንኩም ዝሓደርኩም ኣለኹም ዶ እወ ኣለኹም ኽነግረኩም ተኸታተልተይ ሓቀየ መን ይመስለኩም ድቃስ ሲኢኖም ሓዲሮም ሂዚ ባይዘወይ እቲ ጉዳይ ብቐዳማይ ቁጭ ኢለ ወፅየኒ መራሕትና ምሽ ወቒሰዮም ዝኾነት ጉዳይ ነይራ ኦልሬዲ ተወሲኑ ዝቐነየ እቲ ጉዳይ ግን እናተወቀስኩ ኣነ እውን ጋና እንዳሃለወ ነገራት እናውፃኻ ዝብል ወቐሳ ስለ ዝመፀኒ ትዕግስቲ ገይረ ስቕ ኢለ እምበር ተወልደ ዕምዱ ሎማዓንቲ ወይ ትማሊ ኣይኮነን ተላዒሉ እናተሰርሐሉ ዝፀንሐ እዩ ግን ዘንጊዕኹም እዩ ነይሩ ናተይ ዘንጊዕኹም ዘይቀሪ ጉዳይ ስለ ዝኾነ ተወልደ ናይ ተወልደ ዕምዱ ጉዳይ ሲ ብሕጊ ትግራይ እዩ ክረአ ዘለዎ እቲ ሕጊ ወፂኡ ዘሎ ባይዘ ወይ ብቶም መራሕትና ናይ ውሽጥና ምስጢር ሸጡ ሕወሓት ክትፈርስ ዝሰርሑ ከምንዚኣቶምሲ ኣብነት እዮም ክኾኑ ዘለዎም። ሕጊ ናይ ትግራይ ናብቲ ንእሽተይ ናብቲ ስዋ ዝሰረቀ ናብቲ ገይሾ ዝሰረቀ ናብቲ ገለ ዝሰረቀ ኣይትጠምቱ መራሕቲ። ሕጊ ትግራይ ጃን ቦልተር ዝበሃል ናይ ኣሜሪካ ዶናልድ ትራምፕ ኣብቲ ናይ መጀመርታ ዝነበረ ስልጣን ኣድቫይዘር ዝነበረ ኣብ ኣሜሪካ ክላሲፋይ ኢንፎርሜሽን ኣብ ገዛኻ ተረኺቡ ተባሂሉ ሕዚ ክልተ ነጥቢ ክልተ ነጥቢ ክልተ ሓሙሽተ ሚልዮን ዶላር ክኸፍል እዩ ዕዳ እስካብ ሓሙሽተ ዓመት እውን ወይ ክእሰር እዩ ወይ ፕሮቤሽን ክወሃቦ እዩ እዚ ዝብለኩም ዘለኹ ምስጢር ናይ ኣሜሪካ ክላሲፋይድ ኢንፎርሜሽን ኣብ ገዛኻ ኣምፂኻዮ ፕሮፐርሊ ሃንድል ኣይገበርካዮን ተባሂሉ ይብለኩም ኣለኹ ነጎሽየትድ ገይሩ ብናቱ ጠበቓ ህይወቱ ምሉእ ከይእሰር ክልተ ነጥቢ ክልተ ሓሙሽተ ሚልዮን ዶላር መቕጻዕቲ ከፊሉ ንመንግስቲ ኣሜሪካ ሓሙሽተ ዓመት ፍርዲ ቤት እውን ይቕረይታ ግበሩለይ ካብ ዝእሰር ብመቕጻዕቲ መሓርኑ ኢሉ ንዳኛ ኣብዚ ቀረባ ግዜ ክሓትት እዩ ሕሰው ሕሰው እዚኣ እዚዩ ምስጢር ሕሊፎ ይሃበኒ ጸላእቲ ጆን ቦልተር ናይ ኣሜሪካ ፕረዚደንት ኣድቫይዘር ዝነበረ ማለት እዩ ምስጢረ ሸጠን ንራሻ ምስጢር ናይ ኣሜሪካ ሸጠን ንፀላእቲ ናይ ኣሜሪካ ምስጢረ ሸጠን ንኢራን ኣይሸጠላን ንኖርዝ ኮሪያ ሸጠላን ምስጢር ናይ ኣሜሪካ ኣብ ገዛኻ ተረኺቡ ኢሎም ኤፍቢኣይ ናይ ገዝኡ ረይድ ገይሮም ፈትሾም እቲ ዳኩመንት ረኺቦሞ ኣብ ላፕታፑ ዝነበረ ኣብ ዳኩመንት ፋይላት ዝነበረ እዚዩ ብኤፍቢኣይ ናይ ኣሜሪካ ተታሒዙ ከምዚ ዓይነት መቕጻዕቲ እዩ ዘለዎ ዓለም ኣብቲ ስርዓትን ሕግን ዝኽበረሉ ዓዲ ማለት እዩ ልዕሊ ሕጊ ክኸውን ኣይትኽእል ኢኻ ተወልደ ዕምብብ ክነግረኩም ንኣብነት ዳኪመንት ናይ ሰንትራል ኢንተለጅን ምሽጥርና መሓወራትና ኮፒ እናገበረ ኣብ መቐለ ኤርፖርት ዘለዉ ናይ ብልፅግና ተመ- ናብ ኣዲስ ኣበባ ዝመላለሱ ንኦም ተይቀሬ ዝህብ ዝነበረ ጠላም እዩ ተወልዕ እምበር ካሊእ እውን ኣሎ መዓት ጉድ ኣሎ ግን ኣብ ሕጊ ዓይኒ ክኣት ስለ ዘለዎ ኣነ ኣብዚ ክቁጠብ እየ ንሓድሓደ እውን ስለ ገብገብገብገብገብገብገብገብ ስለ ዘብሎም ስለ ዘዕውዶም ከመይ ጌርካ ቅድሚ ሕዚ ተጽልመ ኣለኻ ንተወልደ ዕምብብ እንዲ ነይሩ እንታይ እንታይ እንታይ በዲልኒ ኣነ ዘጽልሞ እንታይ ገይሩኒ ዋ ህይወቱ ባዕሉ ይውንና ህይወተይ ባዕለይ ይውንን ኣነ ዝቃለሶ ግን ብሓቂ ብልቢ እዩ ውልቀ ሰባት ኣየምልኽን ኣነ ንህዝበይ ንዓደ እየ ዝቃለስ ኣብ ጎኒ ሰራዊተይ ኣብ ጎኒ ውድብ ህወሓት ኣብ ጎኒ መንግስቲ ትግራይ ኣብ ሰዓቱ ይከኣል ኣለኹ። ስለዚዩ ከም ሓደ ተቓላሳይ ከም ሓደ ዳያስፕራ ኣንቱም ንረብሓ ትቃለሱ ኣንቱም ጽባሕ ንግሆ ትመልክዎም ሰባት ስልጣን መጽኦም ንስኻትኩም ኣብ ትግራይ ከይድኩም ስልጣን ክወሃበኩም ተስፋ ጌርኩም ዝነበርኩም ብጣዕሚ እዩ ዝገርም ንዓይ ብጣዕሚ እዩ ዝገርም እዚ ናይ ኔትወርክ መሓውራት ዝነበረ ኣካይዳታት ይብጠሰሎ ጋና እዩ ባይዘወይ ትግራይ ክትጸር እያ ከም ትማሊ ይመስለክን ውሒጅ ይወስደክን ድዩ ገለ ገለ ትብልዎ ምሳለ ለይኮነን ከም ትማሊ ኣይኮናን ድሕሪ ሕዚ ትግራይ ትፀሪ እያ ዘላ ጋና ጋና ኣብ ተወልደ ዕንብበ ኣይኮነን ጠጠው ክትብል እታ በትሪ ጋና ኣለዉ እዮም ጋና ካልኦት እውን ዝፀርዩ ኣድላይ እንተኾይኑ እውን ክንድርግሖ ኢና ግን ኣንደር ኢንቨስቲጌሽን ስለ ዘለዉ ትጸሪ ስለ ዘላ እታ ጉዳይ ክንዕገሶ ኢና እቲ ገልገሊኡ ምክንያቱ ናይ ውሽጥና ኩሉ ነገር እናደርጓሕና እናውፃና ፀላእትና እውን ተስፋ ከይኾኖም ትግራይ ግን ትጥንክር እያ ዘላ ኣዶ ትግራይ ጀጋኑ ወሊዳ እያ ሓደ ጅግና የወለደትን ሓደ ጅግና ዘጀገርኩም ንሓደ ሰብ ንውልቀ ግን ተወልደ ዕንብብ ካብ ሰንትራል ኢንተለጅን ተተላዒሉስ ትግራይ ጥዋብ ዓይላ ትወድቕ ኢሎም ዝኣምኑ ሰባት ኣለዉ እዮም ብጣዕሚ እዩ ዝገርም ከመይ ዓይነት ደካማ ተሓሳስባ ዝሓዙ ምዃኖም ሕሰብሉ ብውልቀ ሰባት ትምለኽ ትግራይስ ርኤ ሰሚዐ ይፈልጥን ኣነ ብውልቀ ሰባት ኣይኮነትን እንዲያው ናይ ትግራይ ደስ ዘብለካ እቲ ፖለቲካ ይኹን እቲ ወታደራዊ ሓፈሻዊ ገምጋማት እናተኻየደ ኸክንዲ ግዛዕ ዝኾኑ መራሕትና እውን ኣብ ቅድሚ ሓፋሽ ተገምጊሞም ኣብ ቅድሚ ሓፋሽ ድልየቱ ዝዛረቦም መራሕቲ እዮም ዘለውና ለባማት ዝኾኑ ሓደ ሓደ ፈሽኳላት ግን ብጎኒ እናኸዱ ካብ ዓቕሞም ንላዕሊ ይሕስቡ ካብ ዓቕሞም ንላዕሊ ይፍክሩ ካብ ዓቕሞም ንላዕሊ ይጉረዩ እንታይ እዩ ክገብረልኩም እዚዩ So ኣንቱም ንተወልደ ዕንብብ ተጽልሞ ኢኻ ዘለኻ ሕሶት እዩ ናይ ተወልደ ዕንብብ ጉዳይ እናበልኩም ብተፈላለየ ማሕበረ ሚድያ ንኣይ ተጽልሙ ዝነበርኩም ሓቂ ወጽያ ድሒዚ ይቕሬታ ትሓቱ ዲኹም ሒዝኸ ተጋጊና ነርና ዲኹም ክትብሉ ንኣይ ይቕሬታ የድልየኩም ድሓን ነቲ ህዝብኹም ግን ይቕሬታ በሉ ተወልደ ዕንብብሲ በቃ ጅግና እዩ ተወልደ ዕንብብ ንትግራይ ኣሕሊፉ ኣይሸጠን ንትግራይ ኣሕሊፉ ኣይሃበን ኢልኩም ተጠሊዕኹም ኣብ ዝተፈላለየ ማሕበረ ሚድያታት ናፅሓፍኩም ናሃተፍኩም ናዓፈርኩም ዝፀናሕኹም ይቕሬታ ትሓቱ ዲኹም ሂዚ ንሰራዊት ትግራይ ይቕሬታ ትሓቱ ዲኹም ንታ ንታደ ትግራይ ወዳ ልኢኻ ስዊኣ ትግራይ ትስዕር እናበለ ወዲ ዕስራ ወዲ ዕስራን ሓሙሽተን ትማሊ ተሰውኤ ተሰወት ዋዕሮ ትግራይ ንክትስዕር እምበር ህዝባዊ ወያነ ሓርነት ኢትዮጵያ ኮይና ክንቅፅል ዘይኮነ ህዝባዊ ወያነ ሓርነት ትግራይ ተጋሩ ኮይና ክንቅፅል ውላዳ ዘሰወአት ኣደ ትግራይ ንዚኣቶም ንዕቅካ ከምኒ ተወልደ ዕንብብ ምስጢር ናይ ትግራይ ሸይጦም ዝሃቡ ትማሊ ዓመት ሙሉእ ሚኪ ትግራይ ተወልደ ዕንብብ ኣብ ቀይዲ እቶ ተወልደ ዕንብብ ምስጢር ትግራይ ኣብ ኣዲስ ኣበባ እናተመላለሰ ብድቡቕ ኣሕሊፉ ይህበ ኣሎ። ኣሜሪካ መፂኡ ክነግረኩም እቲ ላብታቡ ዝሃቦ ናይ ኢትዮጵያ ኤምባሲታትን ካልኦት ዘለዉ ፀላእትና ትግራይ ክትጠፍእ ዝሰርሑን መፂኦ ኣሜሪካ ርክክብ ገይሩ እዩ ኣይኮነን ኣብ ዩኤምዲ ሚድያ ኢንተርቪው ገይሩ ኣይኮነን ተወልደ ዕንብብ ብዕሊ እኮ እቲ ናይ ሰራዊት ውሳኔ ኣይደገፍኩዎን እኮ ኢልና ኣይኮነን ወፂኦ ማሕበረ ሚድያ ሰንትራል ተለጅን መራሒ ኮይኑስ ኣብ ፖለቲካ ወፂኡ እዚ መብት እዩ ክትብሉና ብዕሊ እኮ ሕወሓት ከፍርስ እኮ ተበጊሱ ኣይኮነን ሕወሓት መን ኮይኑ ተወልደ ዕንቢ ዘፍርሳ ግደፍዎ ተወልደ ዕንቢ ሲ ቲኤምኤች እኳ ፈሪሳ ቲኤምኤች ሪኢኹማ ንክንድምታይ ትኸውን ነይራ ከም ሚድያ ደረጃ ካብ ቲኤምኤች ውድቀት ዘይትምሃሩ ተጋሩ ካብ ቲኤምኤች ውድቀት ዘይትምሃሩ ተጋሩ ኣብ ከውሒ ሓመድ ዘይብሉ ሳዕሪ ኣይወቅልን። ማይ እንተፍስስካሉ ከውሒ ሳዕሪ ከውቅል ኣይኽእልን። ክዕሱ ይኽእል እዩ፣ ርእስኹም ክዕሱ ይኽእል እምበር ዝበልኩም እንተበልኩም ብቲ ትኸድዎ መገዲ ትግራይ ከም ዘይትሰዓር ናይ ትግራይ ቃልሲ ህዝባዊ ወያነ ሓርነት ትግራይ ማለት ትርጉሙ ኣባላት ኢና ደገፍቲ ኢና እትብሉ ተገምጢልኩም ግን መንግስቲ ትግራይ ናብ ቦትኡ ከይምለስ ብዕሊ ዝመፀ ይምፃእ ካቢነ ናይ ትግራይ ካቢነ መጆሪቲ ህወሓት ስለ ዝኾነት እቲ ቤት ምኽሪ ይመለስ እምበር ብግዜያዊ ንቐፅል እናበልኩም ትሰርሑ ዝነበርኩም ኣካላት ልኡኻት ናይ ብልፅግና ምዃንኩም ግልፂ እዩ፣ ኣይጠፈናን። ናይ ብልፅግና ልኡኻት ኢኹም። ናይ ውልቀ ረብሓታት ኢኹም ተማዕድው። ናይ ህዝቢ ትግራይ ኣይኮነ ተማዕድው። ሓደ ሻምበል ገብረ ዝበሃል ደጋጊመ ዝልጥፎ ዝነበርኩ ኣብ ዓዲግራት ዝቐተሎም ቆልዑ እቶም ወለዲ ኣብ ዓዲግራት ጠሪዖም ኣብ መቐለ ጠሪዖም ዝሓለፈ ግዜ ዝሰምዖም ስኢኖም ተዛሪብና ተዛሪብና ተዛሪብና መጨረሹ ግን ዝሰምዑና ለባማ ዝኾኑ መራሕቲ ናይ ፖሊስ ናይ ፀፅታ ተረኺቦም እቶም ስድራ ኢንተርቪው ተገይሮም እቲ ሓቂ መፂኡ ሻምበል ገብረ ሒዘ በሎ ተኣሲሩ ኣሎ ኣይኮነን ጋና ጋና ጋና ክትፀሪ እያ ትግራይ ክትፀሪ እያ ፅግዕ ፅግዕ ናብ መሓሺ ድሕሪ ሒዚ የለን ንውድብ ክተፍርስ ንውልቀ ሰባት ክተምልኽ ተጉራዕኻ እንተ ዓፈርካ ኣብ ስርቂ ኣብ ጠልቆቆም እንተ ነርካ ኣነ ብሽምካ እናፀዋዕኹ እየ እቲ ጉድካ ከውፅእ እዚ ሕድሕድ ትግራዋይ ክትርድኦ ኣለካ ሚኪ ትግራይ እዛ ዓለም እዚኣ ኩልና ባይዘወይ ሓንቲ ግዜ ኢና ንነብረላ ሓንቲ ግዜ ኢና ንነብረላ ከምዚ እንደ ኣጋጣሚ ክነግረኩም ተወልደ ዕንቢ ዘዋፈሮም ሰባት ኣብ መቐለ ንኣይ ክከታተሉ ካብቶም ዘዋፈሮምስ እንደ ኣጋጣሚ ኮይኑ ዝፈልጦም እዮም እንደ ኣጋጣሚ ኮይኑ ስለ ዝኾነ እዩ እውን ኣነ እቲ ኢንፎርሜሽን ተሎ ኢሉ በፂሑኒ ብግንባር ዓዲግራት ይኹን ብግንባር ራማ እና ብግንባር ሸራሮ ምስ ኤርትራ ዝነበረ ርኽክብና ናይ ጽምዶ ብደንብ ገይሩ ኣዋፊሩ ጽምዶ ምስ ኤርትራ ንምፍራስ ዘይከዶ ከይዲ የለን ተወልደ ዕምበብ ህዝቢ ትግራይ ክፈልጦ ኣለካ እዚ ጽምዶ እንኮ መዋጽኦና ትግራይ ሰለስተ ሚእቲ ስሳ ንግሪ ተዓጽያ ኣይትጠፍእን ኢልና ዝተቓለስናዮ ቃልሲ እዙይ ንምፍራስ ብልፅግና ትግራይ ክቋፃፀራ ንምውፋር ዓድዋ ከንቲባ ተላዒሉ ኢልካ ንምጉራዕ ዝግበር ዝፀንሐ ሽርሕታትን ጉርሕታትን ናይ ብልፅግና ዕሱባት ናይ ብልፅግና ልኡኻት ካብ ጣብያ ካብ ወረዳ ካብ ቁሸት ተይቀረየ ብልፅግና ዘዋፈሮም ናይ ብልፅግና ልኡኻት ኮይኖም ለባም ለባም እናበሉ ሕጊ ኢና ነኽብር ዘለና እናበሉ ብውሽጢ ኮይኖም ሓውር ክብጥሱ ተዘርጊሖም ተዋፊሮም ዝፀንሑ እዮም ዝፀርዩ ዘለዉ ኣብ ትግራይ ሕዚ ሕውስውስ ከይብለኩም መሬት ኣብ ትግራይ ተሸርሺሩ እዩ ኣብ ዓድዋ ተሸርሺሩ እዩ ኣብ ኣኽሱም ተሸርሺሩ እዩ ኣብ ሽረ ተሸርሺሩ እዩ ኣብ መቐለ ተሸርሺሩ እዩ ኣብ ተንቤን ተሸርሺሩ እዩ ኣብ ዓዲግራት ተሸርሺሩ እዩ ኣብ ራማ ተሸርሺሩ እዩ ኣብ መኾኒ ተሸርሺሩ እዩ ኣብ ኣላማጣ ተሸርሺሩ ኢዩ፣ ኣብ ዋጃ ተሸርሺሩ ኢዩ፣ ኣብ ወጀራ ተሸርሺሩ ኢዩ። ኣብ ትግራይ ኣብ መቅ ኣብ ዓድዋ ሕሉፍ ናይ መሬት ስርቅን ምጭብርባርን የለን። ሕሉፍ ኣይኮነን። ኣብኡ ትኹረት ተገይርሉ ዘሎ ሒዚ እውን ንምንታይ እዩ እንተልኩም ግን ታርጌት ንመራሕቲ ህወሓት ብ- መንግስቲ ትግራይ ታርጌት ጌርካ ዶክተር ደብረፅዮን ወዲ ቁሸታውያን ምዃኖም ሕሰበሉ ወዲ ዓድዋ ብምዃኑ ዓድዋ ዘይመርሐ ትግራይ ክመርሕ ኣይኽእልን ኢልካ ኣብ ህዝቢ ትግራይ ኣእምሮ ጥርጣሬን ስግኣትን ንምሕዳር እዩ ካሊእ ከይመስለኩም ከይትጋገዩ እንድያው ካብ ትግራይ ብምሉእ ኣነ እቲ ኢንፎርሜሽን ኣለኒ ካብ ትግራይ ብምሉእ እቲ ዝዓበየ ግዕዝይና ስርቂ ናይ መሬት ቁፅሪ ሓደ መቐለ እዩ ቁፅሪ ሓደ ይብለኩም ኣለኹ እዚኣ እንተ ተጋግየ ኣርሙኒ። ቁጽሪ ክልተ ሽረ እዩ። ሕሰቡ። ካብ ትግራይ ይብለኩም ኣለኹ። ብመሬት እንተ መጺና ብምጭርባር ብስርቂ ኣብ ትግራይ ብምሉኡ እዩ ይብለኩም ኣለኹ። ቁጽሪ ሓደን ቁጽሪ ክልተን ግን ኣነ ኣብቲ ባይታ ዘለዉ ሰባት ዝሃቡኒ ሪፖርት እየ ነግረኩም ዘለኹ። ቁጽሪ ሓደ መቐለ እዩ፣ ቁጽሪ ክልተ ሽረ እዩ። ታርጌት ሒዚ ግን ኣብ ዓድዋ እዩ። ኢማጅን እዚ ከኣ ነየኢ ንምንታይ እየ ዝዘልዐልኩም ዘለኹ ናይ ተወልደ ዕንብብ ካብ ስልጣነይ ተኣልየ እየ፣ ጽባሕ ንግሆ ክባረር እየ፣ ተይተባረርኩ እናሃለኹ ግን ንእቶም መራሕቲ ታርጌት ጌርኩም ውቕዕለይ ኢሉ ዘዋፈሮም ኣብ ቲክታክ፣ ኣብ ፌስቡክ፣ ኣብ ዩቱብ ትርእይዎም ደለኹም ከመይ ይዘውሮ ለቲ ጉዳይ እዚ መዓልታዊ ኣነ ቲክታክ እቲ ውፅእ ይብለ ኣለኹ ኣነ ሓደ ሓደ ግዜ እውን ሕልሕ ሕልሕ ባዕለይ ይኸፍት ኣለኹ ኣብኡ መፂኦም ይነግሩኒ ኣለዉ ይዛረቡ ኣለዉ ኣብ ቲክታክ ይብለኩም ኣለኹ እኔው መፂኦም ኣብኡ ብኣካል ብድምፂ ዝዘራረቡና ሰዚዩ ኣይሰርሕን ንሕና ቴመች ክንዲ ግዛዕ ሰቂናያ ጥዋዕ ኢላ ዝወደቀትሉ ካብ መስመራ ዝወፀት ለይባ ስለ ዝሓዘት እያ ሕዚ ንሕና ሚድያታት ናይ ትግራይ ክንዕቢ ተኮይና ከም ተቃለስቲ ንትግራይ ብልብና ክንቃለስ ተኮይና ሓቂ ሒዝና ንቃለስ ሓሰውቲ ኣይንኹን፣ ቁሸታውያን ኣይንሕሰብ፣ ተጸጋዕቲ ኣይንኹን፣ ውልቀ ረብሓ ኣይንእመን። ተወልደ ዕምብእም ካልኦት እውን ኣብቲ ናይ ማእኸላይ ኮሚቴ ህወሓት ዘለዉ ትማሊ ተገምጊሞም ንታሕቲ ዝወረዱ ገንዘብ ኣዋፊሮም ኣብ ቲክታክ ኣብ ዩቱብ ኣብ ፌስቡክ ዝሰርሑ ሰባት እኔዉ። ብልጽግና ጥራይ ኣይኮነን ባይ ዘ ወይ ገንዘብ ኣዋፊሩ ዝሰርሕ ውድብ ህወሓት እያ ገንዘብ ኣዋፊራ ዘይትሰርሕ ክነግረኩም። ህወሓትማ ንባዕላ ጨኒቕዋ ፋይናንሻሊ ሰርቫይቭ ክትገብር እውንስ ካባና እያ ኤክስፐክት ትገብር። ግን ኣብቲ ውሽጢ እኔዉ ናይ ብልጽግና ቅርሺ እናተቐበሉ ከም እኒ ተወልደ ዕንብብ ዘዋፈርዎም ሓገዝ ግበረልና ቅርሺ የብልናን ከምዚ ኢና ከምዚ ኢና ዝብሉ እውን ንሰምዕ ኢና። ኦፍ ኮርስ ናይ ብሓቂ ሓገዝ ዘድልዮም ኣለው እዮም ሚድያትና ክዓብዩ ንደልዮም ኢና ግን ከዓ እነው ዩቱበራት ቲክታከራት ፌስቡከራት እዚኦም እንታይ ዓይነት ሓገዝ እናተገበረሎም ከም ዝመፀ ኣነ ዝርዝር እውን ኣለኒ ባይዘወይ ኣለኒ ሒዘ እየ ሒዝታ ናይ ዓድዋ ታርጌት ተገይራ ዘላ ሰለስተ ሰባት እዮም ዘዋፍርዋ ሰለስተ ሰባት እዮም። ከምዚ ኢልካ ከምዚ ኢልኩም ተዛረቡ፣ ከምዚ ኢልኩም ተጻረፉ፣ ከምዚ ገርኩም መጽልሙ እናበሉ ዘዋፍሩ ዘለዉ ሰለስተ ሰባት እዮም ኣብቲ ባይታ ፍሉጣት እዮም። ንምንታይ ይህበለ እውን ይፈልጦ እያ ኣይ ሃቭ ዘ ኢንፎርሜሽን ባይ ዘ ወይ ከመይ እናገበሩ የዛወርዎ ኣለዉ። ከምታ ዝበልኩም ግን ናይ መሬት ምሽርሻር፣ ምስራቕ፣ ምጭብርባር ቁፅሪ ሓደ መቐለ እያ፣ ቁፅሪ ክልተ ሽረ እያ። ኣብ ትግራይ ብሙሉኣ ግን ተሸርሺራ ተሰሪቓ እያ መሬት ትግራይ። እዙይ ሓፈሻዊ ሕግን ስርዓትን ንክኽበር ስራሕ ዓብዪ ዘድልዮ እዩ። ስለዙይ ሒዚ ፅግዕ ፅግዕ ኢልካ ሒዚ ኣብ ዓድዋ ሓደ ከንቲባ ተላዒሉ ኢልካ ምጉራዕ ተካይዳ እዩ ኢልካ ሓፍከፍ ምባል ናይቲ ከንቲባ ናይቲ ዓድዋ ናይ መሬት ምሽርሻር ፀገም ከይመስለኩም። ታርጌት ዝግበር ዘሎ መንግስቲ ትግራይ ንምንታይ ናብ ቦትኡ ተመለሰ ጽባሕ ንግሆ ንሕና ዕድል ክንረክብ ስልጣን ክንረክብ ሃፍተ ገነት ንባዕልና መሬት እውን ክወሃበና ንባዕልና ዝኹሉ ሰሪሕና መጨረሽኡ ፈሪስና ተፈሺልና ኢሎም ቲክቶከራት ዩቱበራት ፌስቡከራት የጉርዑ ኣለዉ ሂዚ የጉርዑ ኣለዉ ምክንያቱ ለይባ ንለይባ ከመይ እዩ ዝመልኮ ንሪኦ ኣለና እምበር ተወልደ ዕንበብ ንህዝቡ ንዓዲ ኣኽቢሩ እቲ ዝሓዞ ቢሮ በግባብ ተዝመርሖ ነይሩ ናብ ከምዚያት ዘረባ እውን ኣይማእተናን ነይርና ኣይማእተናን ኣይማእተናን እዚ ክትፈልጥዎ ኣለኩም ስለዚ ናይ ትግራይ ጉዳይ ንኣብነት ኣብ ዝሓለፈ ግዜ እውን ኣብ ሱዳን ብግዴታ እናተገፈፉ ካብ መዓስከራት ናብ ኣርሚ ሰብዓ ይውሰደ ኣሎ ተባሂሉ ተወንዝዐ ፕሮፓጋንዳ እውን ነይሩ እዩ ኣርሚ ሰብዓ ንምፍራስ ታይ ከም ዝኾን ንፈልጦም ኢና ቪድዮታት ኣለኒ ክለቀልኩም እየ ፅሑፋት እውን ድሓን ዘድሊ ተኾይኑ ክሰደልኩም እየ ብወነ ብድልየት መንእሰይ ትግራይ ኣብ ስደት ዘሎ ይኹን ኣብ ዓዲ ናብ ሰራዊቱ ብድልየቱ እዩ ዝፅምበር ዘሎ ሒዚ ምክንያቱ ትግራይ ክነ ውሕስቲ ትግራይ ክነድሕን እንተኾይና ኩሉ በብቦትኡ በቢ ከባቢኡ ክሳተፍ ኣለዎ ኣብ ቃልሲ ናብ ኣርሚ ሰብዓ ዝፅምበሩ ዘለዉ ብድልየቶም ናብ ኣርሚ ሰብዓ ዝፅምበሩ ዘለዉ ሑመራ ሓራ ንምውፃእ እዩ። ምዕራብ ትግራይ ሓራ ንምውፃእ እዩ። ህዝቢ ትግራይ ንዓዲ ንምምላስ እዩ ትቓልሲ። ብድልየቶም እዮም ናብ ኣርሚ ሰብዓ ዝኣትዉ ዘለዉ ተጋደልትና። ኣብ ሰዓት እዚ ብድልየቶም ኣብ ሱዳን ስደት ዘለዉ ያክለና ሞት ያክለና ስቃይ መከራ ኣብ ቸንዳ ኮይና ምስ ኣርሚ ሰብዓ ኮይና ግን ዓዲ ንሓራ ክነውፅ ኢና ኢሉ መዓት ጅግና እዩ ሒዙ ናብ ኣርሚ ሰብዓ ባዕሉ ዝኣቱ ዘሎ እዚ ትፈልጦ ኣለካ እዚ ትግራይ እዞም ፕሮፓጋንዳ ዝሰርሑ ዘለዉ ናይ ልኡኻት ብልፅግና ግን ሕሶት ምዃኑ ርብዒ ክንዲ ተኣነ ዝፈልጦ ናይ ኣርሚ ሰብዓ ጉዳይ ኣይኮኑ እዞም ሰባት እዚኣቶም ኣብ ኣዲስ ኣበባ ዘለዉ ኣይኮኑ ዝፈልጥዎ ኣነ ዋላ ኣሜሪካ ዳሃለኹሲ ክልተ ሽሕን ዓሰርተ ሰለስተ ናብቲ ባይታ እየ ነይረ ምስ ኣርሚ ሰብዓ መወቅል እየ ዝፈልጦ ኣርሚ ሰብዓ ኣብቲ ባይታ ዝቃለሱ ከዓ ናብዚ ይከታተሉ እዮም ሕድሕድ ዝብሎ ተተጋጊዐ ይእርሙኒ ተጎዲልኒ ከዓ ይሕግዙኒ ከምኡ እዩ ከዓ ናይ ተጋሩ ናይ ቃልስና ሓቢርና ሓበራዊ ቃልሲ እዩ እምበር ውልቃዊ ኣይኮነን ሚኪ ውልቅ ብወይንማ ጥዓይ ሊወድቅ ጽባሕ ሓበራዊ ስለ ዝኾነ እቲ ቃልሲ ግን ምስ መሪሕነት ንራኸብ ኢና እናበልኩም ተጉርዑ ትፍክሩ ድሓን ኣየኹም ንሕና እውን ሎምስ ተመስገን ኢና ንብል ናይ በይንትኹም ፍሉያት መራሕቲ ኣይኮኑን ናይ ኩልና መራሕቲ እዮም ብቲ ዝምልከተና ብቲ ዘድልየና ስራሕ ሓቢርና ንሰርሕ ኣለና ንቁጥቦ ምስጢርና እውን ንቁጥቦ ኢና ድሓ ንፈልጦ ኢና ናይ ኣሜሪካ ዕባይ ዝኾንካ ሚኪ ምስጢር ኣይትፈልጥን ምስጢር ኣይትሕዝን ገለገለ ትብል እውን ስእልካ እዚ ዓበድበድ እየ ዝብሎ ኣነ ዓበድበድ እየ ዝብሎ እዚዩ ተም መራሕቲ ይፈልጥዎ ባዕሎም ኣብ ጌጋ ነገር ከኣን ባዕሎም ይእርሙና ባዕሎም የረዳድኡና ፀገም የለን ንሱ ግን መሪሕነት ትግራይ ኣብ ጽቡቅ ደረጃ ኣሎ ብሰዓት እዚ ተጋገዩ ጌጋታት እናወቀስና ሕዚ እታ በትሪ ወጥ ወጥ ወጥ ወጥ ኢላ ኣላ እታ ትግባኣ ቦታ ከዓ ትውቃዕ ትወቅዕ ኣላ እዚኣ ኢና ከዓ ተጸቢና ለይቲ ለይቲ ተሽከርካሪ ይንቀሳቀስን ኣብ ትግራይ ኣብ መቐለ ኣብ ካሊእ እውን ቅፅል እዩ ሸፋቱ ከም ድሌቶም ዝሽርሽሩ ከም ድሌቶም መናእሰይ ካብ ትግራይ ዘውፅኡ ሕንግ እናገበሩ ሰብ ዝቐትሉ ኣብ ስርቂ ዝርከቡ ንዑ ተቓለሱ፣ ንዑ ንህዝብኹም ተሰለፉ ተባሂሎም ክሕብኡ ክድበቑ ዝተሰርሐ ሽርሕታት ተረዲኡና እዩ። እዚ ሕዚ በሸኳይ ፖሊስ ትግራይ ኣዋጅ ኣውፅኦ ኣሎ። እዚ ብመንግስታዊ እዩ። መንግስቲ ስለ ዘለና ሪእኹሞ ዓፈርቲ ንጌታቸው እንፃድቃን እንወዲ ወረደ ዝገብርዎ ኣብዚ እንተወዲ ዕምቢ ዘዋፅእዎ ኣብ ማእኸላይ ኮሚቴ ዘለዉ ውሑዳት ፈሽኳላት ውድብና ከፍርሱ መንግስትና ናብ ቦቱ ከይምለስ ዝተቃለሱና ተሳዒሮም ናይዚኦም ኮራኹር ሶሻል ሚዲያታት ነጠፍቲ ተሳዒሮም ኣብ ትግራይ ሕግን ስርዓትን ይኽበር ኣሎ። ቀፂልና ናብ መኸተና ኢና ቀፂልና ናብ ቃልስና ናብ ምዕራብ ትግራይ ኢና ኣርሚ ሰብዓ ይኹን ካሊእ ሰራዊት ኣርሚ ዓሰርተ ሰለስተ ምስ ኣርሚ ሰብዓ ተፀምቢሩ ዘሎ ምዕራብ ትግራይ ክምልስ እዩ ንሕና ኣቃባጢርና ለሚንና ኣሜሪካ ሸምጊላትና ኣባሳንጆ ሸምጊሉና ዘይኮነ ብቕልፅምና እዩ ሓይልና ኣጠናኺርና ዓድና ንኣቱ ኣብ ውሽጥና ዘለዉ ልኡኻት ናይ ብልፅግና ሕድሕዶም ምብራር ጥራይ ዘይኮነስ ናብ ቀይዲ ይኣቱ መጨረሻ ዝብለኩም እኒ ተወልደ ዕንብብ ጥራይ በይኑ ከይመስለኩም ናኻቶም ሓውር ሂዚ ብናይ ቀይሕ መስቀል ብናይ ዳብሊዩ ኤች ኦ ናይ ዎርድ ሄልት ኦርጋናይዜሽን መካይን ናይ ዩኤን መካይን ኣብ ትግራይ ዝንቀሳቐሳ ብኣኣተን ተደቢቖም ካብ ትግራይ ክወፁ ዝሰርሕዎ ዘለዉ ሽርሕታት ነጊረኩም እየ ቅድሚ ክልተ መዓልቲ ጸጥታ ትግራይ ሰራዊት ትግራይ ህዝቢ ትግራይ ልቢ ግበር እዚኣቶም ናብ ጸላኢ ሃዲሞም መምሊጦም ማለት ተወሳኺ ዋጋ ከኽፍለና እዩ ንሕና ስለዚዩ እንተወልደ ዕንብብ እንወዲ ወረደ ካልኦት ካልኦት እውን ዘለዉ ፅባሕ ንጎ ስልኹ ኢሎም ናብ ኣዲስ ኣበባ ስለ ዝሃድሙ ናብ ኣያታቶም ናብ መለኽቶም ናብቶም ዝዓስዎም ዝፀንሑ እዚኣቶም ዕስራን ኣርባዕተን ሰዓት ምክትታል ወይ ድማ ብእቲ ተጠርጢሮሞ ዘለዉ ገበን ናብ ቀይዲ ምእታው እዩ ኣነ እንተ ከም ኣነ እንተዝኸውን ነይረ እዚኣቶም ዓበይቲ ወንጀላት ስለ ዝጥርጠሩ ምክትታል ዘይኮንካ ትገብረሎም እዚኣቶም ሕድሕዶም ሞባይሎም እንተ ደቢልካ እስር ቤት ተእትዎም፣ ላፕታፖምን ሞባይሎምን ኣሕዲግካ ትኣስሮም፣ ኣብ ወታደራዊ እሱር ተጽንሖም። እስካብ ዝጻረይ ካብ ሙሉእ ሙሉእ ንጸሪ ትግራይ ብሙሉኣ እስካብ ትጸሪ እዚኣቶም ብጥርጣሬ ኢልካ ኣብ ቀይዲ ወታደራዊ እስር ቤት ተእትዎም። ልፍዓተይ ኣይተቃለሰን ድዩ ትግራይ? ኣይተቃለሰን ድዩ? ሚስጥር ናይ ትግራይ ከይናውፀኤ ነገራት እናባላሸወ ስለ ዝኾነ ደይኮነን እዩ ናብ ቀይዲ ኣትዩ። ስለዚ እዩ እንተወልደ ዕንብብ ናብ ቀይዲ ዘይኣትዎ ምክንያት እዩ። ተኣጊዶም ፀኒሖም ተባሪሮም ኣለዉ ሕጂ ኣይኮነን ኣለዉ ባይ ዘ ወይ ብዙሕ ምዝራብ ኣየድልን እምበር እኮ ብቀዳማይ እውን ከለዉ ተኣሰሩ ናይ ተወልደ ዕንበ መሓውር ኣይኮነን ኣዋፊርዎም ዝነበረ ተኣሲሮም ኣብ ቀይዲ ኣትዮም የለውን ገና ቀፅልሉ ህዚ እውን ትፈልጡ ኢኹም እንመን ከም ዝኾንኩ ቅድሚ ሕዚ እውን ፖስት ገይረኩም ነበርኩ ብውሽጢ ደው ኢልኩም ዓራምኖም ዝበልኩምለይ ትፈልጡ ኢኹም መን መን ምዃንኩም ምሳኻትኩም ተዋፊሮም ዘለዉ ንፈልጦም ኢና እቶም ሚእትን ሰላሳን ሸውዓተን ዘይተጋደሉ ተጋዲሎም ተባሂ ከይትርስዕዋ ይቕሬታ ብቲን ብቲን ስልኪ እናኣተወኒ ስለ ዘሎ ግን ንፅር ዝኾነ መልእኽተይ እንታይ እዩ ተወልደ ዕንብብ ተኣጊዱ ዘይኮነስ ተኣጊዱ እዩ ነይሩ ተኣጊዱ ፀኒሑ ሒዚ ግን ሙሉእ ሙሉእ ካብ ስልጣን ተላዒሉ ኣሎ ሒዚ ከዓ ንሓትት ብሕጊ ትግራይ ይጠየቐና በሃልቲና ብሕጊ ትግራይ ይጠየቐና ናብ ኣዲስ ኣበባ ሃዲሙ ከይኸይድ ኣብ ቀይዲ እቶ እወ ናብቶም ዓሰብቱ ሸተት ኢሉ ካብ ትግራይ ከይወፅእ ኣብ ወታደራዊ ቀይዲ ብጥርጣሬ ናይ ገበናት ተፈፀሙ ኣብ ትግራይ ስለ ዝጥርጠር ኢልካ ኣብ ቀይዲ እቲኻ ምፅናሕ እዩ እቲ ናተይ ምኽሪ ኣንዎ ሕቢለ ዝረእኹዎ ዝፈለጥኩዎ ዝረኽኩዎ ኢንፎርሜሽናት ዝነበረ እናተዛረብኩሉ መፅአ እየ ኣይሓፍረሉን እቲ ሓቂ ግን ወፂኦ ኣሎ ሎሚ ንሪኦ ኣለና ዕላዊ ኮይኑ ኣይኮነን እሞ እንታይ ደኣ ኢኹም ኣንቶም ተጋጊኻ ኢኻ ተፅልም ኢኻ ዘለኻ ከምዚ ከምዚ እናበልኩም ፀናሕኩም ሓፊርኩም ዶ ንባዕልኹም ሂዚ መን ይጋገ ፀኒሑ ንስኻትኩም ክትሽፍኑ ናይ ወንጀለኛታት ፀቢብ ኣተሓሳስባ ሒዝኩም ሓቂ ሒዘ ተለተቃለስኩ ግን ንኣይ ተፅልሙ ነርኩም ዳርጋ ዓመት ሙሉእ ተወልደ ዕምብብ ተንኪፍካ ኢልኩም ካሊእ ተንኪፍካ ኢልኩም ኣነ ግን ሓቂ ሒዘ እየ ማዕተብ እያ ናተይ ሓቅነት ሓቅነት ሒዝካ ምቅላስ መጨረሻ ሓቂ ትስዕር ምዃና ከኣ ካብ ውድብ ሕወሓት እውን ተማሂርና ኢና እዚዩ ዋላ ኣብ ሽዱሽተ ዓመት ተኾነ ሓቂ ውድብ ዝኣመነ ሓቂ ዝሓዘ መጨረሻ ሰዓሪ እዩ ህዝቢ ትግራይ ከኣ ውድቡ ኣሚኑ ብህዝቢ ትግራይ እያ ሕወሓት ሂዚ እውን ክልተ ግዜ ስዒራ ወፂያ ኣብ ትግራይ እንተወልደ ዕንብብ ንሕወሓት ከፍርሱ ንሰራዊት ከፍርሱ ዘይከድዎ ርሕቀት የለን ሰነዳት እኒሀ እዩ ብእንግሊዝኛ ተይቀረ ኣሜሪካ ዘለዉ ኣዋፊሮም ናብ ስቴት ዲፓርትመንት ፅሕፈት እውን እናበለ መራሕቲ ህወሓት መራሕቲ ሰራዊት ዕቀዳ ንክግበረሎም ዝፀንሐ ጉዳይ እኮ እዩ ሓድሽ ነገር ኣይኮነን ሓድሽ ነገር ኣይኮነ እዚ ነገር እዚ ባይዘወይ ዝፀንሐ እዩ እዚ ከዓ ናይ ንተወልደ ዕንብብ ኢድ ዘለዎ እዩ ኣብ ደገን ኣብ ውሽጥን ዘለዉ እዚ እነ ኣላ ሰሎሞን ካለት ካለት ኢዶም ዘርጊሖም ዝጸንሕሉ እዩ ስለዚ ብራቮ ኢለ ኣለኹ እዚ መንግስቲ ትግራይ ብራቮ ብራቮ ብራቮ ብራቮ ብራቮ ቀጽለሉ መንግስቲ ትግራይ ኣብ ጎንኻ ኣለና ዳያስፖራ ትግራይ ሕግን ስርዓትን ይስፈን ኣብ ዓድና ኩሉ ተሓታቲ ይኹን። ማንም ዝኾነ ኣካል ልዕሊ ሕጊ ክኸውን ኣይኽእልን እዩ። ስለዚ ኣብ መኸተ ኢና ዘለና ሒዚ ቃልስና ይጠንክር። በብዘለኹም በሰላም ኩለይ ኤርትራውያን ጠንክሩ፣ ጽምዶና ጥንክርዋ፣ ኣየኹም ኣብ ጎንኹም ኣለና፣ ክንዕወት ኢና። ጽባሕ ንጎ ሓቢርና ክንዓቢ ክንምዕብል ኢና። ኣየኹም ታንኪዩ፣ የቐንየለይ ስራሕ ስለ ዝምለስ እየ።